ጥዕና ሃበለይ ከመይ ጸንሑ ክብራት ተመልከቲ ቴሌቪዥን ድምፂ ያነ ትግራይ ነዚ ዕለት ዝበልናዮም ዜናታት ሒዝናልኩም ቀሪብና ኣለና መሪሕነት መንግስቲ ትግራይ ናብ ከተማ መቐለ እንትኣቱ ብነበርቲ እታ ከተማን ከባቢኡን ድሙቕ ኣቀባብላ ተገይሩሉ ኣሎ ኣብቲ እዋን ኣቀባብላ ንህዝቢ ትግራይ መልእኽቲ ዝሓለፉ ፕሬዚደንት መንግስቲ ትግራይ ተጋዳላይ ዶክተር ደብረፅዮን ገብረ ሚካኤል ሓየት ሰራዊት ትግራይ ብዘመዝገቦ ድሙቕ ዓወት እንኳዕ ደስ በለና ብምባል ዘረበኦም ምስ ጀመሩ ፀላእቲ ኣብተን ዝሓለፋ ኣዋርሕ ኣብ ትግራይ ዘይፈፀምዎ ሰይጣናዊ ተግባርን ግፍዕን ከምዘየለ ሓቢሮም። ብኣንፃሩ ህዝቢ ትግራይ ብግፍዕታት እቶም ፀላእቲ ከይተሰኮነ ኣይኮነንዶ ንጓናስ ንዓና ንደቁ እውን ዘገረመ ፅንዓት ጅግንነት ፈፂሙ ኣሎ ኢሎም ኣለው። ተሎ እዩ ዘብለና ብዙይ ብዝኸድካያ ክንደይ ታሪኽ እዩ ተሰሪሑ ክእመን ዘይኽእል ሳሪሕ ንባዕልና ማለት ንኻልኦት ግደፉ ንባዕልና ውን ማለት ደቁ ዝኾንና ገሊኣና ድማ ተጋደልቲ ዝነበርና።

ኣብቲ ኣንጻር ወረርቲ ዝተገበረ ተጋድሎ ህዝቢ ትግራይ ባዕሉ ቐላሳይ ባዕሉ ድማ ፈጻማይ ከም ዝነበረ ፕሬዚደንት መንግስቲ ትግራይ ተጋዳላይ ዶክተር ደብረፅዮን ገብረ ሚካኤል ገሊፆም እዮም። ብተወሳኺ ጅግና ሰራዊት ትግራይ ዘመዝገቦም ዓወት ፍሉይን ድሙቕን ከም ዝኾነን ግን ድማ ሙሉእ ከም ዘይኮነን ዝሓበሩ ተጋዳላይ ዶክተር ደብረፅዮን ኣብ ልዕሊ ትግራይ ግፍዒ ዝፈጸሙ ኣካላት ክሳብ ዝሕተቱ እቲ ቃልሲ ቐጻሊ ከም ዝኾነ ገሊፆም ኣለዉ። ነዛ ጉዕዞና ዘዕንቅፍ ዘንኮላልፈና ዝኾነ ሓይሊ ግን ክህሉ የብሉን ኣይግባእን። እንተኾነ ብሰላም ይውዳእ እንተኾነ ብሕጊ ይውዳእ። እንተኾነ ብስርዓት ይውዳእ ብፖለቲካ መጨረሽኡ ንሱ እዩ መእሰሪኡ። ብሕግን ብስርዓትን ዝኣምኑ መራሕቲ ክሳዕ ዝመፁ ግን ቃልስና ቀፃሊ እዩ። ተቐጥቂጥና ተበሳቢስና እውን ኣይንነብርን። ናኹሉ ግፍዒ ዝፈፀመ እዛ ኩሉ በደል ዝፈጸመ ክሕተትሉ ኣለዎ ንሕተተሉ እናበልና እናተዛረብና ኣይንነብርን ናብታ ስርዓት ክነእትዎ ንክእል ኣለና ነዚኦም ናብታ ክኣትዋ ዝግብኦም ከየእተና ድቃስ ከም ዘይብልና ክንፈልጥ ኣለና ተጋሩ ድቃስ የለን ሕሳብ ምውራድ ኣይኮነ ብሰላም ክንነብር እንተኮይንና ብዛዕባ ዝተገብረ በሙሉ ሕሳብ ክዕፀ ሕሳብ ክዕፀ ኣሎ ንጫፋጫፍ የበልና ንበሳበስ የበልና እቶም ዘጫፋዙ፣ ዝጨፍጨፉናን ዘበሳበሱናን ግን ክሕተቱ ኣለዎም። ከም ድላዩ ኣብ ጎንና ክነብር፣ ከም ድላዩ ኣብ ጎንና ክምንድር ክንፈቅድውን ኣይግባእን። ኩላ ክትግበር ትከኣል ክትሰርሕ ኢና። እዚ ታሪክ እዚ ከም ዝበልናዮ ነዚ ሓድሽ ትውልዲ ኣቶም ሕዚ እውን ዘለኹም መናእሰይ ክንደይ ተጋደልኩም ናብዚኣ ክትኣትዉ ኣይንደልን ኔርና ነብሲ ጥራይ ብዙሕ እዩ ከፊሉ እሞ መሊስና ንኣኹም ክነእቱ ኣይሓሰብናን ክኾኑ ውን ኣይደለናዮን እንታይ እሞ ክንገብር ብጉልበቶም ድላይና ክንገብር ኢና ንጉሳት ክንከውን ኢና ንጉሳት ክንከውን ተኮይንና ድማ ዘጥፊእና ኢና በር ብሰላም ብሕጊ ብፖለቲካ ይወዳእ እዩ ነይሩ ኩሉ ዘረባ ናትና ናትኩም ናይ ኩልና ኣይትዕንቅፉና ናይ ልምዓትና ክንሰርሕ ታና እታ ጀሚርናያ ዘለና ናይ ስነ ሕምሕዳር ትኹን ናይ ካሊእ ሽግር ንገሊኦም ድማ ዕድኹም እዩ ኣጆኹም ሓቢርና ንልማዕ ሓቢርና ንኽበር ዘላትና ኩላ ንካፈላ እዚ እዩ ነይሩ ኩሉ ስራሕና ስለዚ ንሕና ሰላም ስለ ዝደለና ንሕና ሓቢርካ ጉዕዞ ስለ ዝደለና ከምዘይኮን ግን ርኢናዮ። ዝከኣሎም ኩሉ እውን ገይሮም ከጥፉኡና። ስለ ዝኾነ እውን እዩ ሕዚ እውን ምስ ዓቕምና ዓቕምና ሒዝና ግን ሕዚ እውን ኣብታ ስርዓት እምበር ንሕና ፀረ ኣምሓራ ኣይኮንና ፀረ ኤርትራ ክንከውን ኣይንኽእል ፀረ ማንም ህዝቢ እውን ኣይኮንና ተኸባቢርና ንንበር ኢና ንብል ዘለና ተኸባቢርና ክንንብር ዘይገብሩና ግን ኣለዉ ኣብ ኣምሓራ ኣለዉ ኣብ ማእኸል ዓዲ ኣለዉ ኣብ ኤርትራ እኒዉ ምስዚኦም ግን ቃልስና ክቕፅል እዩ ማለት
ኣብ መወዳእታ ድማ ፀላእቲ ንትግራይ ንሓደ ሚእቲ ዓመታት መሊስናያ ኢና ዋላ እኳ እንተበሉ ህዝቢ ትግራይ ጅግና ግና ነቲ ዝዓነወ ኣብ ውሽጢ ሓፂር ግዜ ሃኒፁ ንትግራይ ሓደ ሚእቲ ዓመት ንቕድሚት ከም ዘወንጭፋ ተዛሪቦም እዮም።
ከምቲ ፀላእትና ዝበልዎ ሚእቲ ዓመት ንድሕሪት እንተይኮነትስ ሚእቲ ዓመት ንቕድሚት ኢኻ ትጓዓዝ፣ ሚእቲ ዓመት ኢኻ ትግስግስ መሲልዎም እምበር ትግራዋይ ገዛ ስለ ዝፈረሰ ትካላት ስለ ዘዕነው ንድሕሪት ኣይምለስን ኣብ ዝሓፀረ ግዜ እዚኤን ሰሪሕና ካሊእ እውን ክነምፅእ ኢና ኣብ ዝሓፀረ ግዜ እዚ ህዝቢ እዚ ንውግእ ጥራሕ ኣይኮነን ተፈጢሩ እዚ ህዝቢ እዚ ንጅግነት ጥራሕ ኣይኮነን ተፈጢሩ እዚ ሕዚ እውን ዝገርም እዩ ኣብ ሸውዓተ ሸሞንተ ወርሒ ዝኩሉ ክፍለ ሰራዊት ዝድምስስ ንሰላሳ ኣርባዓ ዓመት ዝተሃነፁ ሰራዊታት ክንደይ ዓድታት ዝተሳተፉ በይኑ እዩ ህዝቢ ትግራይ ወፂኡ ዋዚኣ ኣብ ውሽጢ ሳብ ደገ በይኑ ህዝቢ ስዕር ማለት እዚ እዩ ህዝቢ ስዕር ሕዚ እውን ኣብ ኩላ ኢና ክንስዕር ኣብ ኩላ ኢና ክንስዕር ለቲ ሕዚ ጀሚርናያ ዘለና ጉዕዞ ከምዘልኩም ኣይድለን ነይሩ ኣቲናዮ ኢና ክንምልኦ ኣለና ክንምልእ ኣለና እዚኣ ክንፈልጥ ኣለና እታ ኮይናት ንደሊ ኣይና ኣይኮና ንብል ዘለና ጠንኪርና ሕዚ እውን ብቅፅልና ዝጎደለ ክንምልእ ብስርዓት ዝውዳእ ብስርዓት ክንወድእ ልዕሊ ኩሉ ድማ ድሕነትናን ህልውናን ዘረጋግፅ ናይ ባዕልና ዕድል ባዕልና ክንውስን ኩሉ ክግበር ዝከኣል ክንገብር ኣለና ማለት እዩ። ፋሽሽቲ ኣብይ ኣሕመድን መላፍንቱ ዝኾኑ ወረርትን ኣብ ልዕሊ ትግራይ ዝፈፀምዎ ኩለመዳያዊ ቁጠባውን ዕንወትን ስርቅን ከምዘይዐገቦምን ሎሚ እውን ህዝቢ ትግራይ ብጥሜት ንክሃልቕ እከይን ድሑርን ተግባራቶም ብምቕፃል ንድልድል ተከዘ ኣዕንዮምዎ ኣለው። ኣብ ትግራይ ስራሕቲ ሰብኣዊ ሓገዝ ከተዓንፉ ዝፀንሑ ፋሽሽት ኣብይን መላፍንቱን ትማሊ ድማ ነቲ ብጥሜት ይሳቐ ዘሎ ህዝብና ቀንዲ መስመር መጓዓዚ ሰብኣዊ ሓገዝ ዝኾነን ንከተማታት ሽረ እንዳስላሰን ማይፀብርን ዘራኽብ ድልድል ተከዘ ከምዘዕነውዎ ሮይተርስ ፀብፂቡ ኣሎ። ብሰንኪ ምዕናው ድልድል ተከዘ እቲ ቀደሙ እውን ኣብ ትግራይ ዝነበረ ኣፀጋምን ዝተሓላለኸን ስራሕቲ ምክፍፋል ሰብኣዊ ሓገዝ ዝያዳ ኣፀጋሚ ከምዝኸውን ኢንተርናሽናል ሬስኪው ኮሚቲ ዝተብሃለ ገባሪ ሰናይ ትካል ኣፍሊጡ ኣሎ። ድልድል ተከዘ ከምዝዓነወ ዘረጋገፀ ቤት ፅሕፈት ምትሕብባር ሰብኣዊ ሓገዝ ውድብ ሕቡራት ሃገራት ዩኤን ኦቻ እቲ ተግባር ኣብ ጥሜት ንዝርከቡ ወገናት ረድኤት ንምብፃሕ ዝግበር ስራሕቲ ፈታን ከምዝገብሮ ኣፍሊጡ ኣሎ። ሰራዊት ትግራይ ዘመዝገቦ መስተንክራዊ ዓወት ሕዚ እውን ቀንዲ መዘራረቢ ዛዕባ መራኸብቲ ሓፋሽ ዓለምና ምዃኑ ቀፂሉ ኣሎ። ታሪኽ ኩናት ዳግም እንትጸሓፍ ውግኣት ሰነ ሓደ ካብቶም ዝዝንተው ዓወታት ተቓለስቲ'ዮም ክኾኑ። ምኽንያቱ ድማ እዚ ፍጻመ ካብ ጎቦታት ትግራይ ዝተበገሱ ተጋደልቲ ኣብ ኣፍሪካ ንዝዓበዩ ሰራዊታት ክልተ ሃገራት ማለት'ውን ሰራዊት ኢትዮጵያን ኤርትራን ብምስዓር ንርእሰ ከተማ ትግራይ ከተማ መቐለ ከመይ ከምዝተቖጻጸሩ ስለዘረድእ እዩ ክብል እቲ ፍሉጥ መጽሔት ዓለምና ዘ ኢኮኖሚክስት ንዓለም ኣብ ዝዘርግሖ ጸብጻብ ኣስፊሩ'ሎ። ከተማ መቐለ ኣብ ትሕቲ ቁጽጽር ሰራዊት ትግራይ ምውዓላ ኣብቲ ብግፍዕታት ጸላኢ ዝተመልአን ንሸውዓተ ኣዋርሓት ዝዘለቐ ኲናትን ዓብዪ መቐምይሮ ነጥቢ ከም ዝኾነ ዝሓበረ እቲ መጽሔት፣ እዚ ዓወት ፋሽስት ኣብይ ኣሕመድ ንህዝቢ ትግራይ ብሓይሊ ሰራዊት ኣጽዋርን ከምበርክኽ ከም ዘይኽእል ኣብ ልዕሊ ምርግጋጹ፣ እታ ኣብ ኣፍሪካ ኻልኣይ ዓባይ ሃገር ዝኾነት ኢትዮጵያ ከይትበታተን እውን ኣስጊኡ ከም ዘሎ ኣመልኪቱ። ፋሽስት ኣብዪ ብዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቅን ሓይሊ ኣየርን እናተሰነየ ኣብቲ ወራር ዝፈጸመሉ ቅንያት ብልጫ ረኺቡ ነይሩ ዝበለ ዘኢኮኖሚክስት ብድሕሪ'ዚ ሰራዊት ትግራይ ከም ኣያታቱን ኣባሓጎታቱን ናይ ደባይ ውግእ ብምኽታል ሓዱሽ ምትዕርራይ ብምግባርን ኣብ ልዕሊ ጸላእቱ ድሙቕ ዓወት ከምዘመዝገበ ኣፍሊጡ'ሎ። ህዝቢ ትግራይ ኣብ ታሪኽ ውሩያት ብቑዓትን ወታደራዊ መራሕቲ እናፍረየ መፂኡ እዩ። ኣብቲ ኣንፃር ባዕዳውያን ገዛእቲ ዝተገበረ ወሳኒ ግጥም ከም በዓል ውሩይ ኣፍሪካዊ ጀነራል ራእሲ ኣሉላ ኣባ ነጋ፣ ኣብቲ ኣንፃር ስርዓት ደርጊ ዝተገበረ ናይ ዓሰርተ ሸውዓተ ዓመታዊ ቃልሲ ድማ ከም በዓል ጀነራል ሓየሎም ኣርኣያ፣ ጀነራል ፃድቃን ገብረትንሳኤ፣ ስየ ኣብርሃን ካልኦት በላሕቲ ወታደራዊ መራሕትን ኣፍርዩ እዩ። ቢቢሲ፣ ኢታማዦር ሹም ሰራዊት ምክልኻል ኢትዮጵያ ንዝነበሩን ሕዚ ድማ ኣብ ትሕቲ መንግስቲ ትግራይ ናይ ዝተጣየሸ ህዝባዊ ኲናት እናመርሐ ዝርከብን ሴንትራል ኮማንድ ኣባል ዝኾኖን ተጋዳላይ ጀነራል ፃድቃን ገብረትንሳኤ ኣመልኪቱ ንዓለም ሰፊሕ ፀብፃብ ኣቕሪቡ ኣሎ። ንሕና ድማ ከም ዝስዕብ ዳህሲስናዮ ኣለና። TPLF began its offensive to retake Mekelle, which is the capital of the Tigray region. ዓለም ተጋሩ ንኹሎም ወረርቲ ሓምሺሾም ዋና ከተመኦም መቐለ ተቖፃፂሮም ኢላ መስኪራ። መእተውን መውፅእን ዝጠፍኦ ፋሽስት ኣብይ ኣሕመድ ግን ካብ መቐለ ሓሲበሉ እየ ወፀ ኢሉ ዓለም ተጋሩ ኣብ ቀርኒ ኣፍሪቃ ዘሎ ጂኦፖለቲክስ ብቕልፅሞም ይቕይርዎ ኣለዉ ትብል እቲ ዕቡድ ፋሽስት ኣብይ ግን ትግራይ እዕኒናያ ወፂና ክትለዓል ኣይትኽእልን ይብል ዓለም ምስ ሓቂ ጠጠው ኢላ ንሱ ግን ሞቱ ቀሪባ እያ እሞ ወንጃዕጃዕ ኣብዚሑ ኣሎ። ዓለም ብዓለማ ወፍሪ ኣሉላ ኣብ መበል ዕስራን ሓደን ክፍለ ዘመን ዝተመዝገበ ንምርድኡ ዝኸብድ መስተንክራዊ መስርሕ እያ ኢላቶ። ካብቶም ጀጋኑ ንኾርዖሎም ጀነራላትና ሓደ ጀነራል ጻድቃን ገብረትንሳኤ እዩ። ሎማዓንቲ ነዚ ብሉጽ ኣመራርሓ ኣመልኪቱ ኣብ ቢቢሲ ዘሎ ጽሑፍ ከነካፍለኩም። ጀነራል ጻድቃን ኣብ ኣፍሪቃ ካብ ዘለዉ ብሉጻት ፋይንስት ኢልዎ። ኣሌክስ ደዋል ኣብ ቢቢሲ ዘስፈሮ ሓተታ፣ ጀነራል ጻድቃን ብልዕሊ ሰለስተ ዓበይቲ ውግኣት ብሓዊ ዝተፈተነ ጅግና ወዲ ትግራይ እዩ። ዓለምለኸ ተንተንቲ ጸጥታ፣ ጀነራል ጻድቃን ብወታደራዊ ስልቲ በሊሕን ብሉጽን እዩ ይብልዎ። መሐዚ ጀነራል ጻድቃን፣ ናይ ሽዑኡ ተማሃራይ ጻድቃን ኣብ ኣዲስ ኣበባ ዩኒቨርሲቲ ተማሃራይ ስነህይወት እዩ ነይሩ። ተማሃራይ ዩኒቨርሲቲ ዝነበረ ጻድቃን፣ ትግራይን ትግራዋይን ኣቐዲሙ ብ ዓሰርተ ትሽዓተ ስሳን ሸሞንተን ዓመተ ምህረት፣ ናብ ቃልሲ ተጸንቢሩ ኣብቲ እዋን ብቑጽሪ ውሑዳት ናብ ዝኾኑ ብጾቱ እዩ ተጸንቢሩ። ዕሙቕ ትንተንኡ፣ ኣመራርሓ ብቕዓቱን ብብጾቱ ተኣማናይ ብምዃኑ ካብቶም ዓብዩ ቦታ ዝወሃቦም መራሕታት ድማ ሓደ ኮይኑ ይብል ቢቢሲ። ብዓሰርተ ትሽዓተ ሰማንያን ሰለስተን ዓመተ ምህረት ድማ ብውሕሉል ኣመራርሓታት ትግራይን ብጀነራል ጻድቃንን ተመሪሑ ደርግ ኣንበርኪኹ ኣዲስ ኣበባ እውን ተቖጻጺሩ። ብምቕጻል ጀነራል ጻድቃን ኣብ ኣዲስ ኣበባ መንበሪ ገዛ ተዋሂብዎ ሽዑኡ ድሕሪ ዓሰርተ ሓሙሽተ ዓመታት ንመጀመርታ ግዜ ምስ ኣንሶላን ኮቦርታን ተራኺቡ ይብል ኣሌክስ ደዋል። ድሕሪ ዕስራ ጉንበት ሽሕን ትሽዓተ ሚእትን ሰማንያን ሰለስተን ዓመተ ምህረት ጀነራል ጻድቃን ምስ ብጾቱ ሰራዊት ምክልኻል ሃገር ኢትዮጵያ ኣብ ምህናጽ ተጸሚዱ ኢታማጆር ሹም ሰራዊት ምክልኻል ኢትዮጵያ ንምዃኑ እውን በቒዑ። ብምቕጻል ብምቕጻል ካብ ሰራዊት ኢትዮጵያ ተጋሩ ብምቕናስ ዝተመጣጠነ ተዋጽኦ ብሄር ክህልዎ እውን ተገይሩ። ጀነራል ጻድቃን ኣብ እንግሊዝ ኦፐን ዩኒቨርሲቲ ብምሕደራ ቢዝነስ ቢዝነስ ኣድሚኒስትሬሽን እዩ ተመሪቑ። ኣብ እንግሊዝ ዘምሀሮ ፕሮፌሰር ግራሚ ሳልማን ንጻድቃን ትሑት፣ መዳመጺ፣ መሰላሰሊ፣ ነጻ ኣእምሮ ዝወነነ ኣብ ውሽጡ ብረት ዝዓይነቱ ጥንካረ ዝንበቦ ብምባል ይገልጾ። ጀነራል ጻድቃን ብ ዓሰርተ ትሽዓተ ሰማንያ ሽዱሽተ ዓመተ ምህረት ኣብ ሶማልያ ዓሪዱ ብዝነበረ ኣልቃይዳ ስጉምቲ ብምውሳድ በታቲንዎ እዩ። ጀነራል ጻድቃን ኢሳያስ ንኢትዮጵያ ሓደጋ እዩ ብምባል ምስ ጠቕላይ ሚኒስተር መለስ ዜናዊ ኣይተሳነዩን ይብል ኣሌክስ ደዋል ኣብ ቢቢሲ ብዝጸሓፎ ሓተታ ብ1990 ዓ ም ኩናት ኢትዮ ኤርትራ ምስ ተጀመረ ቀላሲ እዩ ነይሩ ቀጻሊ ምዕራፍ ጀነራል ጻድቃን ኣብ እንግሊዝ ኮይኑ ብሃገረ እንግሊዝ ተቖጺሩ ድማ ፀጥታ ደቡብ ሱዳን ውሑስ ንምግባር ዝከኣሎ ኩሉ ገይሩ። ጀነራል ፃድቃን ኣብ መንጎ ህወሓትን ፋሽስት ኣብይ ኣሕመድን ስኒት ንምፍጣር ፅዒሩ። ይኹን ደኣ እምበር መሰረይነት ፋሽስት ኣብይ ዝተረደእ ፃድቃን ብገዛ ወነኑ ሓዲጉ ናብ ዓዱ ትግራይ እውን ተመሊሱ። ኣብ ልዕሊ ህዝቢ ትግራይ ኩናት ዘርኢ ምፅናት ምስ ተኸፈተ ኣፈላላይ ሓዲጉ ናብ ቃልሲ ተፀምቢሩ። ንሱ ጥራሕ ግን ኣይኮነን ብፖለቲካዊ ኣፈላላይ ዝተረሓሓቑ ኣመራርሓታት ትግራይ ሓንቲ ገይራቶም ይብል ቢቢሲ። ፋሽስት ኣብይ ኣሕመድ እውን ጀነራል ፃድቃን ንክእሰር ትእዛዝ ኣሕሊፉ። ትግራይ ሰራዊታ ከም ብሓድሽ ኣጣይሻ ሓይልታት ምክልኻል ትግራይ ክትብል ሰይማቶ። ጀነራል ፃድቃን እውን ኣብ ትሕቲ መንግስቲ ትግራይ ዝተሰየመ ሴንተራል ኮማንድ ተኻቲቱ ንምእማኑ ዘፀግም ዓወት ተመዝጊቡ። ጀነራል ፃድቃን ሓመድ ልሒስና ተላዒልና ዝበሎ ይዝክር ቢቢሲ። መብዛሕትኡ ሰራዊት ትግራይ ጥራሕ እግሩ ዝኽእሎ ኣፅዋር ሒዙ ናብ ጎቦታት ትግራይ ኣንሳሒቡ። ይኹን ደኣ እምበር ብሳይንሳዊ መስርሕ ብኤርትራን ብኢትዮጵያን ወታሃደራት ካብ ዝኣተውዎ ኸባ ፈንፂሖም ወፂኦም። እዙይ ንኽልቲኦም ወረርቲ ዘፅደመመ መስርሕ እዩ ይብሎ ኣሌክስ ደዋል ጀጋኑና ዝሓለፉ ኣርባዕተ ኣዋርሕ ሰራዊት እንዳሰልጠኑ እንዳወደቡን እንዳተዋግኡን ኣሕሊፎሞ ናይ ሓይሊ ሚዛን እውን ኣብ ውሽጢ ኣርባዕተ ኣዋርሕ ኣመጣጢኖሞ ይብል ትሽዓተ ሰነ ክልተ ሽሕን ዓሰርተ ሰለስተን ዓመተ ምህረት ሰራዊት ትግራይ ብኣሉላ ብዝተሰየመ በርቃዊ መጥቃዕትታት ወሲዱ ኣንድሕቆ ሰራዊት ፋሽስት ኣብይ ኣሕመድ እውን ሓምሽሽዎ ፋሽስት ኣብይ ነዙይ መስርሕ ሓሶት ኢልዎ ይኹን ደኣ እምበር ይብል ኣሌክስ ደዋል ይኹን ደኣ እምበር ፋሽስት ኣብይ ሰራዊቱ ተዳዒኹ ሰራዊት ትግራይ ብብዙሓት ዘተይጸበይዎ ዓወት እውን ኣመዝጊቡ። ብቐጻልነት ኸ ሰራዊት ትግራይ ናበይ ከብል እዩ? ኣሌክስ ደዋል ይትንትን። ሰራዊት ትግራይ ካብ ጸላኢ ዝመንዝዖ ከበድቲ ኣጽዋራት ብርክት ዝበለ እዩ። ሰራዊት ውልቀ መላኺ ኢሳይያስ ካብ ከባቢታት ትግራይ ተጸፊዑ ወጺኡ ዶብ ይሕሉ ኣሎ ዝብሉ ጸብጻባት ንሰምዕ። ትግራይ ግን ባዕላ ንምሕላው ኣብ ተጠንቀቕ ኣላ ኢልዋ ኣሌክስ ደዋል። ውልቀ መላኺ ኢሳይያስ እውን ክልተ ኣማራጺታት ኣለዎ። ትግራይ ለቒቕካ ምውፃእ ወይ ድማ ብበትሪ ወያናይ ምቕጥቃጥ ኻሊእ መማረፂ ሰራዊት ትግራይ ንውልቀ መላኺ ኢሳያስ ክቐብሮ ይኽእል እዩ ይብል ኣሌክስ ደዋል። ህዝቢ ትግራይ ንሸሞንተ ኣዋርሕ ዘንፀላለዎ ፀልማት ፈንፂሑ ባና ሓርነት ወሊዑ ኣሎ። ፀላእትና ግን ተቐቲሎም እምበር መሊኦም ኣይተቐበሩን። ሕዚ እውን ካልኣይ ናይ ቃልሲ ምዕራፍ ክቐፅል እዩ። ዘተኣማምን ወታደራዊ፣ ኢኮኖሚያዊን ፖለቲካዊን ዓቕሚ ዘለዋ ትግራይ ምህናፅ ሃለዋትናን ድሕንነትናን ብቕልፅምና ትግራይ ትስዕር።

ካብ ቴሌቪዥን ድምፂ ወያነ ትግራይ ዜናታትና ሐዚ እናቐፀሉ እዮም። ኣብ ሱዳን ዝርከቡ ተጋሩ ብዓወት ሓየት ሰራዊት ትግራይ ሓጎሶም ገሊፆም። ኣብ ሱዳን ከተማ ካርቱም ዝርከቡ ኣባላት ህዝባዊ ወያነ ሓርነት ትግራይ፣ ማሕበር ተጋሩ፣ ማሕበር ደቂ ኣንስትዮ ብሓፈሻ ኣብ ክልል ካርቱም ዝነብር ትግራዋይን ኣብ መዓስከር ስደተኛታት ተንደባ፣ እምሯክባን ካልኦት ከባቢታት እንጉርጃን ዘለዉ ተጋሩ ምስ ሱዳናውያን ኣሕዋቶም ኮይኖም ሓየት ሰራዊት ትግራይ ብዘመዝገቦ ድሙቕ ዓወት ዝተሰመዖም ሓጎስ ኣብ ኣደባባይ ወፂኦም ከምዝገለፁ ካብቲ ከባቢ ዝበፀሓና ሓበሬታ ኣመልኪቱ ኣሎ። እዞም ተጋሩን ስዳናውያንን ኣብ ጎደናታት ብምውፃእ ደስተኦም ክገልፁ ከምዝወዓሉን ከምዝሓደሩን ዝገለፁ ምንጭታትና ኣብቲ ሰልፊ ብጅግና ሰራዊትና ዝሓፈስናዮ መስተንክራዊ ዓወት ንሕበን ትግራይ ተሳዒራ ኣይትፈልጥን ሐዚ እውን ንዝተረፈና ዕማማት ንምዝዛም መንግስትናን ሰራዊትናን ዘድልዮ ጠለብ ንምፍፃም ድልዋት ኢና። ብወረርቲ ዝዓነወት ዓድና ዳግም ክነሃንፃ ኢና ዝብሉ ወነን ሕራነን ዝተሰቆሮም መልእኽትታት ኣቃሊሖም እዮም። ትግራዋይነት ትግራዋይነት ክቡር ዜግነት ክቡር ዜግነት ትግራዋይነት ትግራዋይነት ክቡር ዜግነት ክቡር ዜግነት ሕጂ እውን ሕጂ እውን ሕጂ እውን ሕጂ እውን መስመርና ስዒና መስመርና ስዒና ኣብ መወዳእታ ኣማኻሪ ጸጥታ መንግስቲ ኣሜሪካ ምስ መራሒ ዓረብ ኤምሬትስ ኣብ ጉዳይ ትግራይ ዘተ ከም ዘካየዱ ተሓቢሮም ካብ ዋይት ሃውስ ዝወጸ መግለጺ ከም ዝሓበሮ፣ ኣማኻሪ ሃገራዊ ጸጥታ ኣሜሪካ ጃክ ሱሌቫን ምስ ወራሲ ዓራት ሕቡራት ዓረብ ኤምሬትስ ልኡል መሓመድ ቤን ዛይድ ብዛዕባ ቅልውላው ትግራይ ተዘራሪቦም ኣለው። ክልቲኦም ሰበ ስልጣን ኣብ ትግራይ ዘሎ ግርጭት ፖለቲካዊ ፍታሕ ኣብ ዝረኽበሉ ኣገባብ ከም ዝተመያየጡ ከምኡ'ውን ብጥሜትን ጸገም ዋሕዲ ዝተመጣጠነ ምግብን ይሳቐ ዘሎ ህዝቢ ትግራይ ህጹጽ ሓገዝ ኣብ ዝረኽበሉ ኣገባብን ከም ዝዘተዩ ተፈሊጡ'ሎ። ብንጉሳውያን ቤተሰብ እትምራሕ ዓረብ ኤምሬትስ ፋሽስት ኣብይ ኣሕመድ ኣብ ትግራይ ወራር እንትፍፅም ብድሮናት ኣቢላ ኣብ ልዕሊ ህዝቢ ትግራይ ከቢድ ዕንወት ከምዘብፀሐትን መራሒ ልኡል መሓመድ ቤን ዛይድ ፋሽስት ኣብይ ኣሕመድ ናይ ቀረባ መሓዙት ከምዝኾኑን ይፍለጥ እዩ። እምበኣርከስ ዝኸበርኩም ተመልከትቲ ተለቨዥን ድምፂ ወያነ ትግራይ ነዚ ዕለት ዝበልናዮም ዜናታት እውን ኣብዚ ዛዚምና ኣለና። ስለምክትታልኩም ኣመስጊንና ኣለና። ሃለዋትናን ድሕንነትናን ብቕልፅምና! ትግራይ ትስዕር!